ናፍቆት ይመረኒሎ ዮሴፍ ሓወይ ንዓንዶተሎ
ኣደይ በሊ ስምዕያ ጓልክስ ናፊቓ እያ ወይ ዮሴፍ ይናፈቕ እንድዩ ግን ገና ኣይትእትወላ መድሃኔ ወደይ ኣብቲ ፈለማ ኢኻ እምበር ኣብቲ ዳሕራይ ሳንካ ገደድካ የሴፍ ሓወይ የሴፍ ሓወይ ዶ ክትብላ ትውዕሉ ኣይነበርካን እወ ነገረየ ብፍላይ እታ ናብ ሶፀር ገዛ ኣምፃያ ኢሉ ንሳ ዳኣ ቅብፀሀኒ እንድያ ገፅኩም ክርኢ ደሊ እኔ ድሃኒ
እቲ ሓፍተይን ሰብኣየን ከ እንታይ ይብሉ
ሕደጉዋ ባዕላ ምስ ናፈቐት ክትመፅእ ኣለውኒ
ናብኦም እውን ጠበንጃ ሒዘ ምኻድ ከድሊ እዩ ደይ ውላዶም ክሓቕፉ ስምዑ ሕጂ
እንታይ ንግበር ኣማኽሩኒ ይምፃእ ምሳና ኮፍ በል ዓደይ ናፊቐ እናበለ ደኣ ናበይ ክኸደልኩም ደሊኹም ኣብቲ ክልስ ክሕለፉ ውሻ ጠኸቶን እንታይ ኢኹም ሳዕ ቤት ምዝራብ ክልብዘይ ክልብዘይ ደቂ ጸጓጓ

ፊት ንፊት ተንገጥም ነይርና ኣብዛ መሬቱ ዛዕ መበልኩ ነይረ። ፈራሓ ይሓዝካ ክበሃል ኣይሰማዕካን ዲኻ? ስማዕ'ባ ነዚ ሓሞይ ግደፎ ኪድ ዓድኻ ዘይትብሎ። ኣቲ መኣዛ ሓብተይ ሓወቦይን ኣቦይን እዮም ዓጊቶምን እምበር ነዚ ደኣ ኣብታ ቅርዓት ጽንሐ ደው መበልኩዎ ነይረ። እንታይ ኢኻ እሞ ክትገብራ ኣብ ቅድሚ ሓዋ ክትወቕዓ? እታ ቃንጫ ትመስል ጠበንጃ ገሶም ከ እንታይ ክተዕይዳ ገዛኻ ኣትያ? ወይዚ ሕማቕ ሽፍታ መዛረቢ ዓዲ ኮይኑ። ድሓር ምስ ህያ ገዛኢ ክድላ ዘበለይ ኣይደልን። ኣንታ ቆልዓ
ምስ ሓወይ እየ ክመክር እምበር ምስ ጓና ደኣ ምከሪ ደኣ ኣይነውርን ድዩ ግዲ። ምሕራይ ነቲ ዝኸፍኣ ከኣ ከፍኦ። ያ ያ ኮምኡ ኢለ ነይረ ኣቦይ ድሓር ታይ ገይረ ገንዘብ ኣኪበ ኦኬ ገንዘብ ብዙሕ ሴቭ ገይረ ማኒ ንማሚ ሃብኒ ኣይበልኩዋን ባዕለይ ብገንዘብ ናተይ መፅየ ናብዚ። እንተ ኣሕወተይ
ኣነ ፀሊኤኩም ኣለኹ ድሕር ሕጂ ናብዚ ዓዲ ኣይመፅእን እየ ትብል ነርካ ኢለ እየ።
ኣያ ገዛይ ኣነ እውን ጠርሸ ትበተን ዝሓዛ ትበተን ዳኣ መከታ
ትበተን ትበተን ናይ ፅልዋታ ንመን ክኸፎ ክርኢ ኣያ ገዛይ ሓወይ ክድፈረ ይደልኒ ኣኸለ ናብ እንዳ መንዲኻ ክትኣቱ ወይ ናብ ገዛ ኢኻ ክትኣቱ ወይ ከዓ ናብ እንዳ ክሰተ ኢኻ ኦኬ ንስኹም ንዓይ ኣይደለኹምንን ኣነ ንዓኹም ኣይደለኩምን ኦኬ ኣብኡ ንዓይ ስድራይ ኣለዉ ኣደይ ኣላ ርግባ ኣላ ኣሕዋተይ ኣለዉ ሚላ ሓፍተይ ኣላ ኣደይ ፀራ እውን ኣላ
የሱፍ ወደይ ቁርስ እሞ ከምኣ ተጌርካ ኸዓ ቅረብ እንተደሊኻ ምሳይ እንተደሊኻ ምስ ሓትነኻ እንተዘይኮይነ ኸዓ ኣብቲ ትካረዮ ገዛ ስጋብ ንዓድኻ ትመለስ ኣብኡ ትቕመጥ
ኣነስ እንታይ ኮም ዝብል ዘለኹ ኖ ኖ ኣቦይ ንስኻ ጨካን ኢኻ ኦኬ እ ንዓይ ጨኪንካለይ ኦኬ እንታይ ጌርካ ንስኻ ካብ ኣሕዋተይ ፈሊኻኒ ካብ ስድራይ ፈሊኻኒ እ ቀንዲ ቀንዲ ኣቦይ ካብ ሚሊ ሓፍተይ ንዓይ ንስኻ ፈሊኻኒ ከምኡ ኣይኮነን ኣንታይ ሴፍ ወደይ።
ኖ ከምኡ እዩ ኣቦይ ከምኡ ኦኬ እ ኣደይ ርግበ እንታይ ኢላትካ ንዓይ ኣይደለየትንን ዓደይ ይኸይድ ኣይደለየትን እንታይ ኢላትካ ንገረኒ እንታይ ኢላትካ። ዋእ ኣንታይ ሴፍ ወደይ ርግበ ዳኣበይ ኮይና እያ ከምኡ ክትብል ወሪድዋ ሃንስ ሓወይ ዝብለካ ዘሎ እንዳ ከሰተ ጸገም ረኪቦም ኣለዉ ተሰኪፉ እዩ ከምኡ ኢሉ ዝዛረበካ ዘሎ ብካልእ ኣይኮነን። ኦኬ
ሕጂ ተረዲእኩም ኣነ ኦኬ ቴንኪው ቴንኪው ሕጂ ኣነ ገንዘብ ኣለኒ ህ ይኸይድ ሆቴል ኣሎ ኣብኡ ይኸውን ዋላ ኣብኡ ይድቅስ ቴንኪው። ንዓባ መቑረስ።
ኣቲ ታይ ዝገብሮ ከሰተን ኣዲኡን ብድቁሶምሲ ኣነ ተካለይ ክፀግብ እንታይ ናሞ ክንብል እንድዒ ስማና ኣቦይ እጂ እንታይ ግበር ንኣሞይ ሂበያ እየ ኦኬ ንኣሞይ ከምዚ ጨና ሂበያ ንኣደይ ርግበ እዚኣ ትህባ ኦኬ እንታይ ትብላ የሴብ ውዲኺ ሂብኪ ንሱ ይፈትወኪ ንዓኺ በላ ኦኬ እንካ እዚኣ ንርግበ ሃባ ንሚላ ሓፍተይ ይፈትዋ እየ ኣነ ንሚሉ ናይ ሚላ ሓፍተይ እዩ ኦኬ የሴብ ይፈትወኪ በላ ኦኬ የኽንየለይ ኣቦይ

ኣንቲ ቆልዓ እንታይ ኮንክ ዝን ኢልክ ኣለኺ ሕጂ ከዛ ዝን ጀሚርክያ ኣቋርፅ እያ በል ኣቋርፅ እያ ናፍቆት ሴፍ ሓወይ ዝን ዘብለኒ ዘሎ ኣንቲ ሚሌና ብዛዕባ ነብስኺ ጥራይ ባይ ትሕሰቢ የሴፍ ሓወይ ናብዚ እንተ መፅኡ እኳ ክንዲ ምንታይ ስድራ ይህሰ ትፈልጥ ዶ እንታ መድሃኒ ሓወይ የሴፍ ወዲ ከሰተ እዩ ፈሊጠ እኮ እሞ እንታይ ደኣ ደሊኺ?
ኣደንጊጽኒ ኣብዛ ልቡ ሕማቅ ሓሳብ ትበሃል የብሉን ጎራሕ ውን ኣይኮነን ንሱ ናትና ናፍቆት ጥራይ ዓደይ ዘብሎ ዘሎ። ኣቲ ቆልዓ ኣየ ክሰትኺ እንታይ ይኹን ሓዳሩ እኳ ብሰንኪ የሴፍ እኮ እያ ተበቲና ዘላ። ብሰንከይ ክትብል ድኻ?
ኣቲ ቆልዓ ሕጂ ኣነ ንእሽተይ ሓፍተይ ኢለ ይገድፈክን እየ የሴፍ ከኣ ናብዚ ዓዲ ይመጽእ። ኣይምጻእ ኣነ ሓወይ ኢለ ስኽ ኢለ ክናፍቆ እየ ዋይ ኣነስ በላሕ ኢኻ ትመስልኒ ኔርኪ። እህ እምበኣር በላሕ ምዃነይስ ትፈልጥ ኔርኪ ኣኻ። ይብሉኺ ኣነ የድንቐክን እየ። ዋእ ኣቦይ ዘይውላዱ ክዓብይ ፍትወቱ ክማቐለኒ ኣይደልን እየ። ሕጂ በይነይ ክኸውን ደልየ ኣለኹሲ ኪድ ኪድ። ስምዕኒ ኣነ ስለ ዝፈትወኪ ሓቂ ክነግረኪ። እንታይ ሓቂ ኣለኩም ገቦ ገቦ እንዳሓሰብኩም ነቦይ ብዘይ ልቡ ጨኪንኩሞ። በሊ ንኽትፈልጢ የሴፍ ዝበሃል ናብዛ ዓዲ ገጹ ይመጽእን እዩ። ሕርር ደኣ በሊ። እንታይ ገዲሽካ ምስ ኣደይ ጽርሃ ክቅመጥ'የ ዘበለኻ። ሄይ ፈሊጠኪ ኣለኹ ከኣ እ ናብ ሳንዳይ ጽርሃ ኢልኪ ክትከዲ እሞ ኣብኡ ክጸንሐኪ እየ ክደሊኺ ሄይ ዘይንፈልጠኪ ከይመስለኪ ወጭሉቒት ወኻርያ። ኪዳ ዘረባ ዝጠፍአን እንዲ መሲልካ።
ጸሚካ ዶ እዋይ ሕትኹቱ ከደ ካብ ጸኒሐፍቲ ውሽጢ ስመስገ ዘረባ ክኢልየ ዶ ክኢልካዮ ኣለኻ ኣብኣ ርገጽ እንታይ ዝገበርና ሰባት ኢና ንሕና ከሰተና ዲዩን ቀሲኖምሲ ንሕና ድቃስ ክንስእን። ኣደንጊጸኒ እንድዩ ዋለይ። ኣነስ ሓወይ ንሕጂ ኢኻ እምበር ዓዲ ምስ ተመለስካ ክትርስዖ ኢኻ። እቲ ዘረብኡ ክተርርሲ። ልዕሌኻ ነዲኡ እንታይ ድዩ ድብላ ከመይ ድዩ ዝምልሰላ ናይታ ሓንቂቑ ዝዓበያ ግዲ ኮይኑ እቲ ዘረብኡ ክንጽር ጉዳምዩ። እሞ ኣብዛ ዘለኹዋ ክጸንዕ። እወ ኣብኣ ጽናዕ ኣነስ ከመይ ቢለ ዶ ምሳይ ከቕሙጠ። ከመይ ገይረ ከ ክኽእሎ ወሪዱኒ። ከምኡ ከኣ ኣሎ እዩ። በሊ ከሰተ ይርጋእ እሞ ምስኡ ህድእ ኢለ ክላዘብ። እወ ከምኣ ትገብር። እዚ ቆልዓ ናይ ከሰተ ሓዳር በቲኑ ሓዳርካ ክብትነልካ እዩ። እዎይ እንታይ ድያ ኢላትኒ ርግበ እ? ናብዚ ኣቢልካ ከይተምጻለይ ብኣቢልካ ናብ ኣዲኡ ስደዶ እኳ ኢላትኒ። እሞ ብኣ ርገጽ።
ኣብኣ ርገጽ ኣነ ከኣ ኣነ ከኣ ስጋ ዝቕርበሉ ከይመስለካ ብሓምልን ብሽሮን ቶኽ ከብሎ እየ እወ
እዋይ ናታ ሓፍተይ የስየፍ ደኣ እሞ ኣይሓምልን ሽሮን እንዲ ዝፈቱ ኦይ ሃንስ ሓወይ ላንጋ ላንጋ ኣይትኹን እዛ ልብኻ ቀጠዋ ብላ ኣነ ከኣ ከመይ ቢለ ዓዱ መልስኻ ባዕለይ ኣለኹዎ ክልስቕ በል በጃኺ ልክ እንታይ ቀጠው ዳኣ ሸለው ኢላ ኣላ ልበይ

እንታይ ቀርጽኩ ጎድጀት ገዲፋት ወላ ጓል ሸቃት እትወሉ ወር ጓል ቀንጀልባት በልኒ ኣሰይ ሳንዳይ ጽርሃ ኣነ እኮ በዚኣ እየ ዝሕጎስ ልካ ከምዚ ዓባይ ሓፍትኽን ኢኽን ትሓስባኒ ኣሰይ የቐኒለይ ብሰማይ ንኸቦ ኣድቢ ኢለና ጓለይ ልቢ ጽርሃ በሊት ክስም በዓል ትላገጽለን ኣለኺ እንታይ መጺኡ እያ ትላገጸለይ ስምዑ እሞ ርግበ ኣብ ምንታይ ኢና ከበጽሕና ነርና ዘረባ እንጤርክኒ እንዳኸሰተ እዋይ እንዳ ያኸሰተ ተኾይኖም ድዮም እንታይ ኮይኖም
ኣንቲ ሰብ ብሓውየትና ኣለና ኢና እንዳኸሰተስ ዓዲ ኣትዮም ኣለዉ ኢሉ ኣንቲ እዛ ቆልዓ እንዲ ሰጎግያ ሰጎግያ እስከ እዛ ቆልዓ ኣይ ሰጓን እባ ደኣ ሳንዳይ ኣረ ክትብላ ኣይጸናሕክንን ሃይ ግዳ ዘረባኹም ቀጽሎ ኣዕልና ደኣ ሳንዳይ ጽሃር ብዘይባ ኣይኾነለን እዩ ደሓር ክነግራ እንዴ
ኪዳ በላ ሰሚዕክና ዶ ደሓር ክነግራ እየ ኣለትክን ቆልዓ እንድያ እንታይ ክና ኢኽን ተቕርባ ቤተሰብ ጓ ኢኽን ኣንቲ ርግበ
ክንዲ ሙነይን ቁርሲ ሙነይ እንድዩ እንዳ ሃንንተይ ኣቢሰ ከምዚ ጌርኩም ትዝልፉኒ በሉ ደሓን ከይደ ዝንገር ኣብለይ ዋ ንዕነባ እንዳያ ከሰተ ከምዚ ኢሎም ዶ እዚ ፈጢሮም ዶ ክትብላ ይጸናሕኽን ዋ እንዳ ከሰተ ተኾይኖም ድዮም ኣነስ ዝብል ዘለኹ እንዳ ከሰተ ኣድሓነትን ኣንጎሶምን እዛ ገዛ ሓዊ እትዮምላ ወረፋቶ ዕምቢ ወይ ስመ ኣብ ወልድ መንፈስ ቅዱስ እንታይ ፍትሑ እቶም ኣያ ገዛ ከየለዉ እንድዮም ዋ ኣያ ገዛ ርተቐብጭዎም እንድዩ ካብታ ኣፈፌት ገዛ እዚኣ ሰሚዐ ብሰንኪ ኮፍ ኢልካ ዘይምልዛብ ሓዳር ትፈርስ ኣላ እምበር ኣነሲ ዘረባ ጸሊኤ ኣለኹ ሰብ ጸሊኤ ኣለኹ ድንገር የብለይን ከይደ ዘረባ ብለይን ምዝራብ ጸሊኤ ኣለኹ ኣነ እትሪ ዘረባ ድንገር ድኣ ነጊርክናና ዶ ኣይኮንክን ክንዚ ድኣ እንታይ ክትነግራ ዋይ ስመ ኣብ ወልድ መንፈስ

ኣንታ ግሶ ክላእ ዶ ናይ ቆልዑ ዝዛረብ ግደፈና በጃኻ ጉዳይና ባዕልና ኣለናዮ ኪድ ዓድኻ ዊለ። ኣያ ገዛይ ካብዛ ገዛይ ኣውጻኒ እዚ ገዛ እዚ ገዛ ወለደይ እዩ ካብዚ ገዛ ኣውጻኒ ካብ ገዛይ ውጻእ እወ ጉዳይ ተልዩካ ከኣ ኣብ ባይቶ ደው ንበል ኣንጎሶም ሓወይ ህድእ ህድእ በል ዝሓወይ ኣይብልነተይ ኣይብልነ እዚ ንዓኽን ደቅኽን በዲሉ ዘሎ ብቑሙስ ጎርዞ እንዳ ሃብቲ ክትሃርስ ትሕረስ ንሱስ ኣይግዛእን እዩ ኣንገሶ ነገር ኣይተሳውእ ኣድሓረት ብሰላም መጺኣትና ኣላ ወይለ ኣያ ገዛይ ወይለ እታ ደሊዋ ዘሎ ንጠርሸሎም ኣነ እውን ወዲየ ኣለኹ እጀረሽ
ሃብቲ መን ምዃና ድሓንስ ከሪእከ ናትካ ሓዳር ሰሪትዎ ክልተ ከይተርፋ ኣይታ
ኣንተ ኣንጎሶን ሓወይ እዛ ልብኻ ንቶ ኮይ ትብል ህድኢልካ ንተዛረቦ ህድኢልካ እስክተላዘብ ኣድሓነ ሓውኺ ተጸሊሉ ኣሎ ኣይትዓየን ደቂ ኣለኹ። ደቂ ሳላ መን ሕሊፍ ህበን ዘሎ ኣያ ገዛይ እዛ ገዛ እዚኣ ገዛ ወለደይ እያ ካብዚ ገዛ ኣውጻለይ ስቕ በል ንስኻ ከኣ ሕጂ ንገዛኻ ምዃኑ ፈሊጥካ ኣንግሶም ቆልዑ ይመጹ ኣለዉ ንመደቃቐሲ ኢና ክነምጽኣ ኢና
ጽባሕ ዲያታ እዚኣ ክርእዮም ኣለኒ ቁርጢ ዘረባ እያ እዚኣ ጥርስ ኣነ እውን ነገር ጸልየ እምበሪ ደቀይ ተደልዮም ኣብ ደንበ ከብበሉ ተደልዮም ገዝኦም ምምጡ ንዓይ ዝምልከት እታ ዝደልይዋ ዘለዉ ግን ሕጂ ንገረኒ ንገሩኒ ድሓን ድሓን ድሓን ከሰተ ቀስ ኢልና እስከ ክንላዘብ በጃኻ ቀስ በል ቁሩብ እንኳ እንግሶም ከዓ ውራይ ነብሩ ክገብር ዓዱ ከይድ ጉዳይ ሃብታ ማዕልቦ ከይብፃሕዎ ካብዚ ዓዲ ልቕ ኣይብልኒ እዋ እወ ኣይገዛይ ሓብተይ ናብራ ከሰተ ዕቕን ትብላል
ከሰተ እዛ ዘረባ ትሰምዓ ኣለኻ ኣያ ገዛይ ግደፎ ኣሎ ካብ ሰይጣን እኮ ሰይጣን ኣይገድን እወ ኣድሓነት ሓዲ ኣፍልጥና ምሳይ ዲኺ ምስ ሓውኺ
መልሱነት እዩ ዳው ክትምድሊ ኣብ ጎኒ ክኾኑ ከዓ ንሓውኺ ኣንታ ንጎሶም ሓወይ ቁሩብ ንደቀይ ክሳዕ ዝመፁ ክፅበ ኣውራ ኣውራ መለይ ጓል የባኣ ስለ ትፈቱ ሓሪሳ ክሳዕ እትጥመቕ ክጽበ እንታይ
እንታይ ጥርመት እዚኣ ኣይትቆጣዕኒ ታንጎሰም ሓወይ ኣነ እኮ እዛ ሓዳር ኣይደልያን እየ ንኸሰተኻ ቀቢፀ እዮም ስበሊ ዘይከም ሓዋ ብኸም ስለ ፅላኩ ከምዚ ዓዲ ረረግፀ ክዝኸይድ ነብሩ ደርዛጊ ሽበይ ዝባዕለይ ንምባል ከይተለሉ

ወይ ዓለም ክስምዐን ንሕና ከሰተይ ንዓኻ ትብል ላጠበንጃ ያጠው ሓመና እንስሳት ኣንገሶም ጅግና እንተ ዘቆልዓ እዚኣ እምበር ካብ ሰብ ከሰተ ከቢኣትኒ ስምዕስ ክጓል ሃንስ ሰናድ የብልክ እንዲ ኣለዋኒ ወፊረ ያእ እሞ ንስኺ ከ ምስአን ዶ ትወፍሪ? ዋእ እዘን ኩለን ኣሓት ከለዋንስ ኣነ ሕሳስ ድለ ክወፍር? ኣይካሉ
መዓስ ዳኣ ትሕዚ ጓል ኣብዝ ገምገም ምወፈርኪ? እ ንሳስ ሓቅኻ ኣይሓሰብናላን ጸኒሕና። እንታይ ዳኣልካ ከበይንኻ እንዳተዛርብካ ክትመጽእ ጸኒሕካ? ወይለይ በይነይ ዶ ክዛረብ ጸኒሐ? እወ ወረ ከምዚ ትትኩስ ኣምሲልካ ነዚ የማና ኢድካ ከተብሎ ጸኒሕካ
ኣቲ ንስኽስ ወዲ ክትኮኒ ነርኪ ዋ ምስ ስድራይ ተባኢሰ ተሸፈትኩኸ
ኣቁጥዕ ኣሽሙር ምዃን ድዩ ኣነ ዶ ምስ ስድራይ ተባኢሰ እሞ እንተኾንካ ደኣ ነያ ክሰተ ምስ እንዳጃና ዓሪቅካ ንመሬት ዘይተምጻእ ክንዲ ከምኡ ትገብርሲ ጠበንጃ ሒሽካ ከተናቑቶም ከኣ ክትመጽእ። ኣቶላ
ኣፍካ ኣክቢ ድራዛ ጠበንጃ ክገብረኪ። ዋ ሞዓኝ ተኻባ ከምዚ ትግበሮ ጽቡቕ ካይትኽፋእ እወ ኣንገሶም ዶ ክብለካ ሓው ኣድሓነት ብሓቁ ኣንበሳ በዓል ቅሻረት በዓል ጠበንጃ በዓል ብረት ሕጹብ መዓንጣ በዓል ሓሞት ብሓቁ መለይ ክንዲ ትባሕሪ ሳብ እንዳ ስድራ ቤት ገዛ እንተ ትመልሳ ብዕርቂ ብሕውነት እዛ ጠበንጃኻ ንቑልቁል ኣፋ ምስ ተደፍአት እታ ሰላም ኣብ ዓድና ምስ ተተኽለት ምሰ መርዓናካ ድማ ኣፍታ ናይ መለይ ጥምቀት። ሓራሚ ነዛ ጠበንጃ እዚኣ ዝድርብያ ኣቲ ቆልዓ ክንደይ ትነፍዒ። ናይ መን ደኣ ክወስድ ናታትኩም ናይዞም ጀጋኑ ደቂ ዓደይ እምበር።
ሓቅኺ እዩ እንተኾነ ኣድሓነት ሓፍተይ ቅስመይ ሰይራትኒ እያ። ነዚ ዓብዲ ገጸይ ንሓዋሪ ቅልቀልኒ ከይደ
ኣታንገሶም በዛ ኩላ ዝተዛረብክዋ ንንፋስ ከይትባ ዋይ ኣቲ እንታይ እዋን ዳኣሉ ፀው ኢሉ ከይዱ ግን ሓው ቦጀናይ ክኸውን ሲ ሰለስተ ለቆታ የድልየ ኣሎ እዋይ ጉዳ

በል ክትበልጥ ሕጂ ኣነ እየ ሓዊ ደኣ ጉድ እዛ ነገር ብትን ከብላ እየ ወዲ ኣይተኸ ኣንታ ሕማቕ ኣንገሶም ፈሽሉለይ ኢልካሲ መድሓነት ኣብ መዓት ሓዋ ከተተዋ እንታይ ንማለት ጽናሕ ደኣ ከምታ ጉልባበይ ዘቕልዑኒ ጉልባቦም ክቐልዑኒ በል ሕጂ ነድሓት እንተ ደኣ በዲልካ ንዓይ ከም ዝበደልካ እዩ ዝሓስቦ እዚ ኩሉ ንዓኻ ክብል ደድሕሪኻ እንዳጎየኹሲ እንታይ እሞ ክገብር ተዋሪደ እኮ ኣልዕል ኣቢልካ በል ንስኻ በደለኛ ኢኻ ንመርዓትካን ንደቅኻን በዲልካዮም ኢኻ፣ ኣጒኻዮም ኢኻ። ዋእ! እወ፣ ብሰንክኻ መለይ ጠፊኣ፣ ኣድሓነት ጠፊኣ፣ ሸዊት ጠፊኣ፣ ምናሴ ጠፊኡ፣ መወዳእትኡ ኸኣ ቈልዓ ተኺልካሎም መጺኻ። ኣያ ገዛኢ፣ ኣይ ሕጂ እንዲኻ ደኣ ዘመድ ኣድሓነት ዝኾንካ? እወ፣ ጓለይ እንድያ፣ ሓዳራ ከይትብትን ኢለ እኮ እየ ምሳኻ ወጊነ ጸኒሐ። በል እዛ ሓዳር እዚኣ ኸኣ ኣይደልያን እየ ኣነ። ሽቶ ኣይደልን ትብል?
ኣይ ኣይደልያን ይብለካ ኣለኹ። በል ኢለካ ኣለኹ፣ ክትፈልጥ ከኣ ዮሴፍ ካብ መገሽኡ መወጺኡ ኣሎ። ገና ገና ገና ናብታ ጉድጓድካ ክትምለስ ኢኹም። እንታይ ኢኻ ትብል ዘለኻ ኣንታ? ዮሴፍ ከኣ ሕጂ መጺኡ መዚኣ ዳ ሃንስ እንዲኾነ ኢሉ ሓዊ ዝኣጉደለይ ዘሎ ኢለ እሞ እንታይ ደኣ ኢለ ዝገብሮ ደኣ ካብቲ ተወጣኹስ ናብቲ እንተ ዘይቀንዕኻ ደኣ ገና ርእስኻ ከተድንን ክትነብር ኢኻ ገና ገና ገና እብለካ ኣለኹ ዋ
እንታይ ኢኻ ነገር ናብ ነገር
ኣንተ ደኣ ተሓብተይ እዚ ቆልዓ ናብ ኣቢሉ ከይምለስ
ናበይ እሞ ክኸይድ እዩ ደይ ሓሪቆ ኮይኑ እምበር ኮሊሉ ኮሊሉ ደይ ናብዛ ገዝኡ ክምለስ እዩ እንድዒ ጓለይ እዚ ነብሰይ እንዲ ስቕ ኢሉ ምግባር ኣብዩኒ እኳ ምስቲ ኣዲኡ ከይኮነለይ እዚ ሃንስ ሓወይ ንርእስኻ ተለኪምካ ንዓና እውን ለኪምካና ኣለኻ ኣነ ካብዚ ቆልዓ እዚ ኢደይ ሓጺበ እየ እንተደልዩ ናብ ሓትንኡ እንተደልዩ ድማ ናብ ስድራ ኣዲኡ ይኺድ እዋይ እዋይ እዋይ እንተ ኣታ ሓብተይ እዛ ሚለና እሞ ከመይ ቢላ ከተእትወኒ እያ ኣንታ ኣቦ በጃኻ በጃኻ ንዮሴፍ ሓወይ ተማልኣየ ኢላ ኳዕትልብዋ ቢላትኒ ጓለይ ሃንስ ሓወይ ነዛ ቆልዓ እዚኣ ኸ ክትቀጽዕ ዘለካ ዋእ! ጉድ ረኺብና! ደሓን ሕጂ ከይመጸ ከይመጸ ከሎ ገዓት ቅዕት ኣቢለ ከብልዐካ እየ። ኣይ! እወ! ነዚ ቆልዓ'ዚ ጸሊኤዮ ኣለኹ ኣነ። ንስኻኸ እንታይ መሲልካ ኣለኻ? ዘይተላሕሰት ዒሉ? ዋይ! ዋይ!
ኣንተ ደኣ ክንደይ ትሓስቢ? መን ከማንስ ሓወይ ዶ ትብሊ ነበርክን? ደሓን ደሓን ሕጂ ግዕት ኣቢለ ከምጻ እሞኒ ብልዕ ብልዕ ብልዕ ክተብላ ኢኻ ብወሊታ። ኣዋይ ኣራይ!
እዋይ ብልዕ ክነብል ኢና ኣንቲ እሞ ውሽጠ ስግ ነብሰ ስጋና እንዲ ብልዕ ኸዓ ዘብለና ዘሎ ጓለይ ኣንቲ ዛጋዓት ደኣ ከይትሓንቀኒ ደኣ ደኣ ሓንሓን ኣይትሓንቀካ ዮሃንስ ሓወይ ብውዒታ ቁሑም ቁሑም ክነብል ኣይመቸን

ንዓና ብውዕልካ ሕጂ ብልዕ ብልዕ ክንብላ ኢና ብልዓና እዋያት እታ ገዓት ከኣ ከቲ ቀደምስ ጥዕምቲ እያ ነይራ ኣብይ ከኣ ትኸውን ኢኻ ብልዕ ደኣ ብልዕ ደኣ ሃነስ ሓወይ ነቲ ለንደ ፍልጥቲ ቀዘፍ ከም ናይ ቀደማ ጥዕማ ብልዕ እስከ ብልዕ እስከ ብልዕ ኣለኹ ብልዕ እንተ ደኣ ተሓብቲ እዚ ቆልዓ ደኣ እዛ ከተማ ከይትጎፍዖ ሳንጠሉ ኢሉሲ ዘይወሰዶ ኣይ ኣብዚ ገዛውቲ ዝህሉ ኮሊሉ ኮሊሉ ክመጽእ እዩ ሳንጦስ ኣይወሰደ ዋይ ዋይ ዋይ እሞ ናብታ ኣዲኡኸ ይኸደልና ዶ
ኣብዚ ደኣ መን ከቐምጦ ስማዕ እስኪ እቲ ቅድም መፂኡ ከሎ እንዳሃነስ እንዳኸሰተ ክብል ሓትነታቱ ማዕስ ርእይዎን ኣይረኣየን ኣይፈልጠን ሕጂ ከዓ ሃንስ ሓወይ ንስኻ እሞ ኣንጋ ኣቢልካ ዓድኻ ኺድ ባዕለይ ባዕለይ ናብ ኣዲኡ ክሰዶ እየ እሞ ናብቲ ዓድና መሊቑ እንቶ መፀኸ መን ክሰዶ ብዛዕባ እዛ ጉዳይ ናባይ ክደፋ ባዕለይ ናበዲኦ ክሰዶ እየ ኦኬ
ኣነ ኣለኹም ንስኹም እንታይ ገይርኩም ንዓይ ገዲፍኩምኒ ገዓት ትበልዑ ኦኬ ሕጂ ተረዲኡኒ ኩላትኩም ንዓይ ፀሪእኩምና ኣለኹም ቴንክ ዩ ኣቦ እንታይ ግበር ንሚላ ሓፍተይ ንገራ ንዮሴፍ ገዲፍናዮ ገዓት በልዕና ረኺብና በላ ኦኬ ወይ ኣንታ ዮሴፍ ወደይ ኖ ኣሞይ ከምኡ ኣይትበልኒ ኦኬ ዮሴፍ ኣይትበልኒ ንዓይ ፀሪእኩምና ኣለኹም ኣነ ፈሊጠ ኣለኹ እንታይ ይገብር ኣነ

ኣቲ ንዓኺ ድዮም ባምቡላ ዝበሉኺ ጽቡቕቲ ኩርኩር ጽርይቲ ነብስኺ ኣሳንጣየ ሴፍ ሓወይ ኣቲኺ ካብ ዓዲ ኣማሪካ ዝመጻኺ ክሓዝለኪ ዶ ክረርወኪ ወይስ ሚሉ ቅርቅረ ሽም ከውጻልኪ ጎጎ ናይ ኣደይ ክበኪ ወይ ኣቲ ስክስ ዋህ እዋይ በዓል ጸጋ ሓፍተይ እንኳዕ ኣይርኣያ ኣደይ እሞ ምሳይ ክርትም ኢላ ምስ ሓቀት ነይራ ዋይ መድሃኒ ሓወይ እሞ ናይ ብሓቂ ኩርኩር መሲላቶ ናፍታ እንዳሓሰረይ ዶ ክወስዳ ኣበ በለኒ ነይሩ እዩ ወይ ኣሰና ጽብቕቲ ንጸጋ ሓፍተይ ትመስል እዝንኺ

ኣንጊሆም ምስ ወጹ እዮም። ቆልዑ መጺኦም እንኳዕ ሓጎሰና።
መጺኦም እንታይ እሞ ናይ መለይ እንዶ ከፍዩ። ናይ ኣንገሶም እባ ከፍዩ። ክይ ዓድኻ ዘይትብልዮ ምጽርሃ ተዓቂቡ ዘሎ። ዝኾነለይ መሲልኒ ሓወይ ኣጉህየ። ኣይጓኽዮ ምእንቲ ሓዳርክን ደቅኽን ክትብሊ ኢኺ ከምኡ ዝገበርኪ። ምናሴ ከ ደኣ ናበይ ኣበለ? ኣብ ዝገምገም ህሉ። ምናሴ ለባም እዩ ምስኡ ምልዛብ ይሓይሽ። ኣንታይ እያ መንጎሶም ዘይስምዑ ዶ ካብታ ገዛ ወጺኻ በረኻኻ ኺድ ዘይትብሎ ኩልኹም ኣይጥዑያትን ኢኹም ሕጂ ልቢ ግበሪ ደቂ ከኣ ክብ ይብለኪ ኣለዎ
መለይ ተቐይማትለይ ከሰተ ከኣ ናይዛ ሓዳረይ ዝበልኩዋ ኣብዛ ርእሰይ ደይቦም ንዒቖምኒ ባዕልኺ ኢኺ ተኸሲፍኪ ግደፊ ክንብለኪ ከለና ሕራይ ክትብልና ነርኪ ሽዑ ንዓኺ ሕራይ ከነብል ይንሕኽ ንብል ነርና ደሓር ግና ፈኹሽኪ ፈኹሸዶ ፈኹሽክወ
እምበኣር ከሰተ ከዓ ሓቆም እዮም ሓቅወ ነንጎሶም ሒቑ ሰይራቶ ብል ነበረ ኣድሓነት ካብ ኣንጎሶም ሓዳራ መሪፃ ከይበለኹም ኣይበለለን ስንጥቕ ኢሉሎ ብትዕቢት እሞ ሕጂ ዝበልናኪ ሕራይ ትብሊ ዲኺ ንዚኣ መን ኩሉ ነገር ሕራይ ክብል ድኣ ዘይተፈጠትኒ እሞ ዝብኢ ይብላዕኺ ንመለይ ዓዲ እትሽና ብሕግን ብባህልን ንፀጋይ ወዲ ጀና ንሃቦ ከይተስምዑኒ

ወይለከ ኣብ ገዛእ ገዛይሲ ክተዋርደኒ ዋ እንታይ ኮን ክትወርድ ኣሞይ እዚ ናተይ ጉዳይ ኦኬ ናተይ ፕራይቨስ ናይ ውልቀይ ጉዳይ ይፅሕፍ ኣለኹ ኣነ ነዴኻስ ከምዚ ገይራትኒ ኢልካ ክትፅሕፈላ ኖ ኣሞይ ኣነ ናብ ኣደይ ኣይኮንኩን ናብ ኣዴኻ እምበር ናብ መን ደኣ ከምዚ ገይራትኒ ክትብላ ደሊኻ ኖ ኣሞይ እስኺ እንታይ ጌርኪ ኩሉ ኣብ ልበይ ኣሎ ኦኬ ንሱ ኣብዚ ኣይፅሕፎን እየ ኦኬ ኣነ ናትኪ ግብሪ ናትኪ ግብሪ ኣሞይ ኣብ ዓብዪ መፅሓፍ ኦክስፎርድ ኣብ ከምኡ ይፅሕፎ ጺሒፍካ ክትሰደላ ደሊኻ እምበር ኣንታ ንዓ እንዶ ኪድ ናብታ ሓትነኻ እንታይ ዝገበርኩ ሰብ እየ ኣነ። ኣሞይ ኣነ ጸገም ረኺበ ኣለኹ ኦኬ ኣብዚ ስድራ የሕዋተይ ኢለ መጽየ ሽግር ረኺበ። ኦይ ክንደይ ሻዕ ኣሎ ከማዓልኩም እሞ ንዓ ኪድ ናብ ኣዴኻ ተመለስ ወይ ከኣ ናብ ኣቦኻ ኪደለይ። ን እስኺ ከኣ ኣሞይ ኦኬ ኣነ ንዓኺ ይፈልጥ ሕጂ ግደፍኒ ይጽሕፍ ኣለኹ። ጉደይ ላጻሕፍካስ እሞኻስ እየ ሪኤካ ነይረ። ሄይ ኣሞይ እዚ ኣነ ናይ ሚሊ ሓፍተይ ዝጽሕፎ ኣለኹ ኣነ ናፊቀያ ኣለኹ ንሚሊ። ዋ ነታ ጓል ሓወይ ከኣ እምበር ክተጸልላ ደሊኻ። ኖ ጓል ሓወይ ጓል ሓወይ ኣይትበል ኦኬ ሚሊ ንዓይ እያ ሓፍተይ ሕጂ ሃብኒ። ኣይህብን። ኦኬ ኣይትብንን ኦኬ እንታይ ይገብር ኣነ ኣብቲ ኣሎ ድኳን ድኳን ኣብኡ ከይደ ኣብኡ ከይደ ይጽሕፍ እ ሽዑ እንታይ ይብሎም ኣብቲ እንታይ ትብሉ ንሱ እቶ እቶቡስ እቶቡስ ዳ እቶቡስ ኣብኡ ከይደ ንሚሊ ሃብሎ ይብሎም ኦኬ ቴንክ ዩ ኣሞይ

ወይለከ ርግበ ደኣ በየን መፅያ ኣቲ ሚለና የይ
ኣንታ ኣቦ ርግባ ክትብለኒ ባዕልኻ ዶ ትኽሻሕ ኢኻ ደቀይ ኣቲ ገዛ ገፍቲን ክሲ ፀወታ ጥራይ ክትኮኒ ኣንታ ኣቦ ምስ ኣንዳይ ትርሓስ እንደ እዛ የሴፍ ሓወይ ሰደድለይ ባምቡላ ክርእያ ፀኒሐ ክንፃወት ከዓ ፀኒሕና ሕዝልካ ኣቢላታ ኣስገደት ከላስ ሕራይ ሕጂ ገዛ መን ይክሕልወልኪ ተላይ ንሳንዳ ክምፅኺ ኣብታ ገዛ ተፃወታ ሕራይ ወይለካ ሕራይ ኣቦይ ናበይ ደኣልካ ገዛ ተበላዒት ኮይናት እንዳ እሞ ታክገብር ኣው በይነይ ኮፍ ክብል ኣንታ ኣቦ ንስኻ እኮ እሞ ምስ ኣደይኻ ክትከይድ ነይርካ ገዓት በሊዕኻ ድማ ኣብ መጻኻ ስምዒ ርግበ ጓለይ ዘረባ
ኣንታ ኣቦ ከም መድሃኒ ስሕቕብቅብ እምበር ኢልካ ሕቕብቅብ ደብል ኣለኹ ካብ ብመዓስ ደኣ ከም ዝተኸውን ትማሊ ርግበ ኢልካኒ ሎሚ ድማ ደጊምካዮ ዋ ሕጅሲ ኢልካ ክትበኪ ኢኻ ዋንታ ቆልዓ ሕጂ እቦይ ርግበ ተልካኒ ናብታ ኣስገደት ሓብተይ ከይደ ንጓል ሰመረ ከምጻልካየ ኣነ እኳ ዘይናፈቅኩስ ኣቦይ ንስኻ ዋዕ ኣያንስ ጊላ ኣጆና ትብዕ ንበል ሰብኣይ እንዲኹም ትብዕ በሉ ወለከ በላሕ ሰሚዐልክ ኣለኹ ርግበ ጓል ሰመረ ሸዊት ዓተረ ሰበረ ገዛኺ ብናፍቆት ተወረረ ገዛኺ ብጽምዋ ተወረረ ዓቢ ናብ ቆልዓ ይቕየረ ንእሽቶ ናብ ዓቢ ይቕየረ ተላይ ርድእና ርበኺኒ ሰጊረ ይፈስስ ኣሎ ንብዓት ዝተዓቑረ
ከምዚኣ ከም ትብልሲ እ? ኣባ ከለኹ ርኢኺ ፈሊጠኪ ነይረ ፈሊጠኪ ነይረ እንዳ እታ ክትግርፍለይ ደኣ ከም ዝረኺብኪ እ? ስምዒ ሕጂ ንኸሰተ ከይድኪ ኣብታ ገዝኡ ከይድኪ ኣቦይ ኣብ ቅርዓት ኮይኑ ይጽበየካ ኣሎ በልዮ ኪዲ ኣሰይ ተዓሪቕኩም ዲኹም ዋዋይ ኣታ ኣቦ ከም ቆደምኩምሲ ክስሕቁን ክፃወቱን ኢኹም ምስ ከሰተ ደለይ ዕርቂ ምስ ከሰተ እዛ ድሓነት ትሕምቆ ዋይ እሞ ከም ኣቢለ ደኣ ክደሃዮ ኣደይ ሓን ችል ኢላ ክሰጎኒ እንደ ኣይትሰጎክን እያ ታት ገብርኡ ደው ትብሊ ኣባ ከለኹ ከለኽብቲ ኣፍ ደገ ኮንኪ ኣያኸሰተ እቦ ይደሃየካ ኣሎ ኢልኪ ገረ ትብሊ

እንታይ የማነ እዚ ደንበ ደኣ ከመይ ጸኒሕካ ከም ቀደሙ ግዲ ኣንታ የማነ ኣደይ ደሓነትን ኣያ ከሰተን እናጸሩፉኻስ ክትለኣኹ ሞናታቶም ልኡኽ ከብጽሕ ድየ ከይደሞ ኣሃ ጓል ሓወቦ ይባላ ኣንታ ንሳኻ ከመይ ጸኒሓትካ ረኺብካያ ዶ ርብቃ ነቓጽያ። ሸዊት ከለትካስ እንታይ ኾንካ ኢኻ ሓመድ ልሒስካ ትልምን ዘለኻ? ግደፋ ኣይትኾነካን እያ ዶ ይበልኩኻ። ከመይ ኣቢለ? ወዮ ደኣ ፍትወት ኣይትፈልጦን ኢኻ እምበር ፍትወት እኳ ሓያል እዩ። ከምዛ ናትካ እንተ ዝገብር ነይረ ከይፈተው ውሰዳ ምስ በሉኒ። ንዓይ ዶ ንመለይ ከይፈተው ውሰዳ ኢሎምኒ እዮም? እታ ናትካ እኮ እዚ ናይ ዮሴፍ ጉዳይ ዓንቂጹካ እምበር እንታይ ዶ ሰብ ዘይገበሮ ጌርካ ኢኻ? ጽባሕ ንግሆ ከሓሳ ለሓሳ ኢሎም ክትወስዳ እንዲኻ። ሕጂ ደኣ ውሰዳ ኢሎምኒ ከማን ኣይምወሰድኩዋን። እዚ ልበይሲ ሰምቢሩ እዩ ዘሎ። ኤእ እሞ ምናሴ ሓዋ እኮ እሞ ለባም እዩ። ኣነ ምስ ምናሴ ክላዘብ ንስኻ ከኣ ንርብቃ ሕርይ ኣብለለይ። ሸዊት ከ እንታይ ትኹን? ንሸዊት ዶ እንታይ ኣለኒ እንድሕልካ ንመለይ ኢልካ ዶ ኣይኮንካን በረኻ መጺኻ ወቒዕናካ ኣይነበርናን? ታሱ ደኣ ሽርሒ ናይ ሓወቦኻ የስዲዕኒ እምበር ንመለይ ዶ ዋላ ንሸዊት ደልየ ኮይነ። ሓቂ ዘረባ ግን ዓንጾ ዓንጾ ናይ ርብቃ እየ ከምኡ ገይረ። እሞ ሕጂ እንታይ ንግበር ኢኻ ትብል ዘለኻ? ኣነ ንምናሴ ሕራይ ከብለልካስ ንስኻ ከኣ ንርብቃ ሕራይ ኣብለለይ እብለካ ኣለኹ። እሞ ሓወቦይ ንርብቃ ከመርቕዋ እንድዩ ዝደሊ ዘሎ። ኣይ ንሱ ምስ ሰማዕኩ እንድየ ዝልበይ ቅልውልው ኢልኒ። ኣንታ ጸጋይ ኣብ ማእከል ዓዲ ተመሪዓ ምስ ኣሕዋታን ምስ ስድራኣን ኣክንዲ ትኸውንሲ ናብ መን ዶ በልዎ? እዋይ እዚ የሃንስ ክሓስም እሞ ጥንን ኢልካ እንዶ ተዛረቦ ኣይ ካብኡሲ ምስ ሚለና እኮ ምልዛብ ሕሸኒ ሓራእ እሞ ንዓኣ እንዶ ለምንለይ በላ ብኣምሆይሲ በታ ኣፋ ፌቶም ሕልፍ እንዳበልኩስ ጎፍ ትብለኒ ኣየ መዓልኪ ሚለና እብላ መዓልካ የማነ እንታይ ደኣ በዛ ኣፋ ፌትና ጥውይ ምልስ ጥውይ ምልስ ትብል ኣለኻ ርብቃ እኮ ደንቢኣ ከይዳ ትብለኒ ኣነኸ ብሰሓቕ ስፍለ እንታ እዛ ቆልዓሲ እንታይ ኢና ክንገብራ ወረ ዘረባ እኮ መርመሚ ንዓይሲ እንታይ ዳ ኢላትኒ ሰሚዐዮ ሰሚዐዮ ካብ ንሓፍትኻ ጓል ሩባኻ ትዕምሲ ገመድ ሰቒልካ ሸቓቕ ደይትብል ኢላትካ ሕዚ ዳዕሮ ሓፃሮ እያ ገዛ እየ ነጊርካ ምሕ ኣይፋለዎን ሕራ ከይትዛረቡ

ኣንቲ መጭቋር ስዋ ክልተ ቅኔ ብሰንኪ ብኾር ሓዊ ክንየጉሄ ዘለኹ ተኾክራ ድሃይ መሪ ዘይገበርኪ መንገዲ ዝሕብር ስኢነ እምበር ኣነ ደኣ ወላ እንዳ ናፍታ ሓፍቲ ክንከይደ መናድኽዋ ነይረ ምደለኽዋ ብናፍቆት በዛ ዓይነይ እንዳ ክትወፅእ ደልያ ዘላ ዘረባ ባኽቲ ዓሪ ይርዳእ ክንቲ ዘረባ ቀለባ በላ ነያ ከሰተ ዓርክኻ ድሓር ኣፍታ ንራኸበላ ኣብኣ ንራኸብ ኢልካ በሎ ኤኽናዴ እንታይ ሕክነት ኣለዎም እዞም ክልተ ሓደ ክፍቲ የቕርዓታ እዮም ዋእ እሞ ምስ ኣደይ ኮንኩም ከ ኢኹም ክልቴኹም ክትዓርቅኦም ነይርክ። ኣነ ከኣ ምስ ኣደይ ኮፍ ኢለ ክላዘብ ምዛ ወደ ኦይ ብኣፍክን ይኹን እምበር ብልብኽንሲ ክልቴኽን ትፋተዋ ኢኽን። ሰይጣን ግና ኣብ መንጎኽን ኣትዩ ኣደይ ድሓነት ዶ
እንታይ ኣላ ክሒዝክ ንዓ ክትመስል ኣሰይ ጥዕምቲ ቃል ንዓይ ከኣ ትመስል በላ የሴፍ ሓውና ሓወይ እሱ እዩ ሰዲድ ባዛርግን ንመረጃ ክተደለክን
ገዛ እሞ ከመይ ጸኒሕካ ናይ ገዛ ሰቂልካ እዩ ድሓ ሕጂ መጺኻ ኣለኻ እንዶ ባዕልኻ ፍውስ ፍውስ ኣብላ ኣደያ ድሓነት እንዴን ሓንጊደን ኩሎም ሓደ ታይ ከሪኢናሎም ኢና ጃሃልናከ። ከምቲ ሕጊ እንዳባሲ ልሒሱ ምሒሱ ክወስዳሲ ንጸጋይ ሕራይ ድዩ ትብልዎ ግዳ። ሰበይቲ ድያ ሕራይ ትብልን ዘይትብልን? ሒናይ ድኣ ጽባሕ ንግሆ ጸጋይ ተመጺኡ ነዲይ ኣድሓነት እኮ ኣይክረክበን። ሰብኣይ ጓል ኢላ መን ድያ ግዓት ክትገብረሉ ግዲ። ኣንታ ተንጎሰምስ ግዲ እንዲ ገይሩ። ናይ ትንጎሶምሲ ነታ ኣዲይ ኣድሓነት ዘጓየየቶ ከጉህያ ኢሉዩ ግና ንስካ ነዛ ገዛሲ።